ስለምንታይ ግን ልቢ ንልቢ ተዋሂብና ዘይንዘራረብ? ስለምንታይ ንተሓባባእ ኣለና? ኣንቲ ካብ እዝጊ እኮ ንሕና ናይ መጻኢ ሰብ ሓዳር ኢና። ንምንታይ ግን ከምዚ ክንዓይ ሓባቢእኪ ኣብ ዘይደልዮ ውሳኔታት ከተእትውኒ ትደልዪ ዘለኺ? ኣነ እሞ እንታይ ዘይገበርኩ ኢኻ ትብለኒ ዘለኻ? ንሳቶም ንዓይ መሳርሕተይ እዮም። ካብኡ ሓሊፎም ከኣ ደቂ ቤት ትምህርተይ ዝነበሩ ሰባት ከይረክብ ዋእ ካብ ሕጂ ክትኣስረን ጀሚርካ ዋእ እንታይ ዓይነት ሰብ ኢኻ ግን ንስኻ ቁርብተይ መሰል ኣዋልድ መሰል ደቂ ኣንስትዮ የብልካን እቲ ከምዚ ዘረባኸ ኣብቲ ሓዳር ምስ ኣተና ከምኡ ዘይኮነልና ሕጂ ቅድሚ ምእታውና ከይወለድካ ብላዕ ከማን ዝበሃል ንዓባ በጃኻ ኣብ ሓዳር ከይኣተና ከኣባ ንእስነትና ክንጸግቦ ብድሕሪኡ ከሸግረና እኮ ይኽእል እዩ ኢላያ ኣብ ዝሃብክዋ ርእይቶታት ኮነ ሕቶታት ከምዚ ኢላ ምኽኒታ እንዳኣተወት ካባይ ተምልጥ ዝነበረት። ናተይ ህይወት ኣብ ሎሚ ኮይነ ክርእዮ ከለኹ ንሳ ዘይኮነት ኣነየ እቲ ቀናእ ሰብ ዝነበርኩ። ሌላና ብነገር ናይ ሸገቲ ኢና ተላሊና። ኣነን ንሳን ክንላለን ክንራኸብን ሓሲብናዮን ኣነ ውን ገሚተዮ ኣይፈልጥን'የ ምኽንያቱ ናይ ነገር ሸቃጢ ይርድኣኩም ይኸውን'ዩ እስኻን ገንዘብካን ንብረትካን ጥራይ'ዩ ደሕስበካ ካብ ዓደይን ካብታ ዘዕበየትኒ ገዛ ንልዕሊ ዓሰርተ ሓሙሽተ ዓመት እየ ተፈልየያ እዚ ማለት ከኣ ኣነ ናብ ሱዳን ብቐጥታ እኳ ተዘይከድኩ ኣብ ከሰላ ኮይነ ግን ንብረተይ ብውሕስነት ናብ ጋሽ ባርካ እንዳ ሰደድኩ ኣነ ውን ሓደ ሓደ እዋን ፓስፖርት ኣውጺኤ ስለ ዝነበርኩ ናብኡ እንዳ ከድኩ ኣብኡ ንእሽተይ ትካል ክገብር'የ ክኢለ ካብኡ ውን ንተሰነይ ንጋሽ ባርካ ጥራይ ዘይኮነ ናብ ካርቱም ውሽጢ እንዳ ኣተኹ ከኣ ንብረተይ የከፋፍሎን ይሸጦን እየ ዝነበርኩ። ከምቲ ኩሉ ሰብ ስደት ከይፈተኻ ኢኻ ትወጽኦ ዝብሎ ይሰማማዕ'የ። ግን ከምቲ ኩሉ ሰብ ተጨኒቑ፣ ገሊኡ ከኣ ደስ ኢልዎ የዕሩኽቱ መሓዙቱ ስለ ዝወጹ ምሳኣተን ወይ ከኣ ምሳኣቶም ኮይኖም ክነብሩ ስለ ዝደለዩ ናይ ንእስነት ግዜ ኣጥቂዕዎም ዝወጹ ከምኦም ግን ኣይኮንኩን። ሓቂ ዘረባ ናብራይ ንኽልውጥ ኣይኮንኩን ወጼ። ዘገደደኒ ነገር ብግዲ ክገብሮ ዘለኒ ነገር ስለ ዝነበረኒ እየ ዝወጻኹ። ናብቲ ዘገደደኒ ነገር ክኣትወልኩ። ኣደይ ንዓይ ክተምህር ላዕልን ታሕትን ኣብ ትብለሉ ዝነበረት እዋን ጸሓይ ኮነ ቁሪ ወርሓንቲ ይስመዓኒ ነይሩ። እዚ ማለት ግን ምእንታይ ምእንቲ ኣሕዋተይን ክትብል በጃ ክትከውን ስለ ዝፈተወት ደኣ እዩ እምበር ሓጺን ስለ ዘለበሰት ወይ ከኣ ፍጥረት ናይ ሰብ ስለ ዘይብላ ኣይኮነትን። ኣደይ ካብ ካልኦት ኣዴታት ፍልይ ኣቢለ ክገልጻ ይኽእል'የ ግን ኩለን ኣዴታት በብቲ ዝሓልፍኦ ዘለዋ ሂወት ነናተን ዝኾነ ክብርን ነናተን ዝኾነ ሽልማት ስለዘለወን ነደይ ክገልጻ ድማ ኣነ በቲ ኣነ ዝረኣኹላ በቲ ኣብ ሂወተይ ንሳ ዝኸፈለቶ ነገር ዓቢ ትምህርቲ'የ ቀሲመ ኣብ ከምዚ ማሞ ዝነበርናሉ እዋናት ደሊኻዮ ዘይመጸካ ጸዊዕካዮ ከኣ ዘይሰምዓካ ሕማም ዝብሃል ነደይ ከጥቅዓ ጀመረ ኣብቲ መጀመርታ እኳ ሓቦ ጌራ ስርሓ እንዳ ሰርሐት ንዓና ትምግበና ዋላ እንተ ነበረት ድሓር ግን ሙሉእ ብሙሉእ እዩ ተቆጻጺርዋ ኣብ ዓራት ተደኒሳ ጥራይ ዘይኮነት መግቢ ከማን ባዕላ ትበልዕ ኣይነበረትን። ከም በኹሪ ናይ ገዛ ብዙሕ'የ ፈቲነ ነደይ ክኣሊ ነሕዋተይ ክኣ ፍቕረይ ክገልጸሎም ኣብ ትሽዑ ሰዓት ንሳቶም ተማሃሮ ኤለመንታሪ ስለ ዝነበሩ ኣነ ግድነተይ ፍቕረይ ኣደይ ድማ ንዓኣቶም ኣዝያ ከም ትግደሰሎም ክነግሮም ዝጀመርኩ። ናይቶም ኣሕዋተይ ገጽ ናብ ኣዲኦም ምስ ጠመተ ናባይ ክጥምቱ ብዙሕ ግዜ እዩ ዝወስደሎም። እንታይ እሞ ይገበር ኣብ ግዜ ንእስነቶም ኣዲኦም ብርሃን ናይ ገዝኦም ከምዚ ኢላ ክትድወን ሓቆም እዮም እንዳበልኩ'የ ብውሽጠይ ኩሉ ሳዕ ዘስቆርቁርን ዝሓዝንን ዝነበርኩ። ኩሉ ነገር ክጽልምተኒ እዩ ዝጀመረ ከመይ ጌረ እየ ነደይ ናብ ጥዕናኣ ክመልሳ ዝኽእል ኣንታ ኣምላኽ ኣቦይ በጃኻ እባ ርድኣኒ መንገድኻ ኣርእየኒ ደገ በረኸትካ ክፈተለይ እንዳበልኩ ክጽሊ ክምህለል ቤተክርስትያን ከይደ ኣብኡ ኮፍ ኢለ ክውዕል ከማሲ እየ ዝጀመርኩ ካልእ ሂወት ኣይተራእየንን መነቓቕሒ የእምሮይ መስተ ይኹን ሽጋራ ዋላ እኳ ክጥቀም እንተሓሰብኩ ፍታሕ ከም ዘይብሉ ስለ ዝተረድኣኒ ግን ሽዑንሽዑ'የ ዘቋረጽኩዎ። ናብ ኣምላኽካ ምጽጋዕ ጥራይ ፍትሒ ዘለዎ። ብምባል ገጹ ክደልን በቃ በጃኻ ነደይ ኣድሕነለይ! ሓንቲ ግዜ ወላ ኪሒሰስ ሽዑ ወላ ውሰዳ ሕጅስ በጃኻ ብርሃን ናይ ገዛና ኣይትውሰዳ እንዳበልኩ'የ ዝጽሊ ዝዛረቦ ድማ ዘይፈልጦ ዝነበርኩ። ክንደየኖት ኢና ፍቕሪ'ደ ኖርማል ጌርና እንወስዶ? ኣብ ሓደ መጽሓፍ ከምዚ ዝብል ግጥሚ ኣንቢበ ነይረ፣ ሓደ ሓደ ግዜ ሓይሊ ኣደነት ካብ ተፈጥሮኣዊ ሕግታት ይዓቢ። ናይ ብሓቂ ኣደይ ድማ ከምኡ እያ ልክዕ ንሳ ዓራት ምስ ሓዘት ኩሉ ነገር እዩ ከቢድኒ ንየማን ኮነ ንጸጋም ክጥምተሉ ዘይክእል እዋናት እንተሎ ንሱ እቲ ናይ ኣደይ ናይ ሕማም ግዜ እዩ ነይሩ ኣብቲ ሽዑ ሰዓት ኣነ ክገብሮ ዝኽእል ዝነበርኩ ገንዘብ ኣምጺኤ ነደይ ከሐክማ ክትፍወስ ንሳ ድማ ተሓጒሳን ከምቲ ቀደማ ከኣ እንዳ ሰሓቀት ከተዘናግዓናን እዩ ድሌተይ ነይሩ ግን ተጻዓርኩ እቲ ገንዘብ ብጀካ ኣብ ኣስቤዛን ኣብ ናይ ኣሕዋተይ ጥራውስቲ ርሳስ መደምሰስ ንዑኡ ጥራይ ክሽፍን ዝክእል ኔሩ በዚ ከኣ ተገዲደ ኣነ ንስደት ክወጽእ ወሰንኩ በቃ እታ እንኮ ውሳኔ ኣነ ሓላፍነት ወሲደ ነደይ ኣሐኪመ ነሕዋተይ ከኣ ክልተ ገጽ ከይረኣዩ ክዓብዩ ኣለዎም ኢለየ ኣነ ናብ ከሰላ ዝወጻእኩ። መጀመርታ እኳ ከሰላ ክወጽእ እንተ ዘይሓሰብኩ፣ ኣብ ተሰነይ ኰይነ ነሕዋተይ ክሕግዞም እየ ወዲኤ። ኣዴኻ ከም ዝለኣኸትካ ዘይኰነስ ዕዳጋ ከም ዝጸናሓካ ድዩ ዝበሃል? ተሰነይ ከምቲ ኣነ ዝተጸበኹዋ ኮም እይጸናሓትንን። ትኽ ኢለ ከኣ ናብ ከሰላ ቀጸልኩ። ኣብ ከሰላ ዝፈልጦም ሰባት ኣይነበሩን። ኣመጻጽኣይ ብሕማቕ መንገዲ ስለ ዝነበረ፣ ቀልጢፈ ናብ ውሑስ ቦታ ኣትየ እቲ ዝሓሰብክዎ ቢዝነስ ክገብሮ ክጅምር ኣለኒ ኢለ ወሰንኩ። መቸም ኣብ ህይወት ኩሉ ብውሳኔ'ዩ ዝኸይድ። ከምኡ እንድሕር ዘይገበርካ'ሞ ኣብ ህይወት እቲ ዝኸብደካ ዘሎ ነገር እዩ ሰልጢኑ ዝርከብ ኣባኻ። ብኸምኡ ከኣ'የ ኣነ ቀልጢፈ ነቲ ሓሲበዮ ዝነበርኩ ስራሓት ክሰርሕን ፈጠንጠን ክብልን ዝጀመርኩ ኣብ ዓይነይ ወላዲተይ እናተረኣየትኒ ጉዕዞይ ክጓዓዝ በቃ ነደይ ክብል ኣብ ዘይፈልጦ ስራሕ ዋላ እንዳኣተኹ እየ ክቀላጠፍ ምስ ሂወት ናይ ኣደይ ክጓየ ዝጀመርኩ። ሓንቲ ጽብቕቲ ደሞዛ ብኹንትራት እትስራሕ ስራሕ ምስ ረኸብኩ ከኣ ከይተወላወልኩ'የ ቀልጢፈ ናብኣ ዝኣተኹ። እታ ስራሕ ምስ ወዳእኩ እቲ ገንዘብ እክብክብ ኣቢለ ናብ ኣደይ ሰደድክዎ። ናብ ሓትነታተይ ደዋዊለ ነደይ በጃኻትክን ብዝተኻእለክን መጠን ተቐላጢፍክን የሐክማኣ። እቲ ገንዘብ ሰዲድዮ ኣለኹ ኣነ በጃኽን። ኣደይ ብርሃን ናይ ገዛያ የሕዋተይ ክኣ ብዘይ ኣቦ ብዘይ ኣደ ክዓብዩ ኣይደለኹን ስለዚ ኣነ ብዝተኻእለኒ መጠን በዚ ኮይነ ገንዘብ እንተደሊኽን ገንዘብ በላኒ ሰሪሐ ክኣ ክሰደልክን እየ ዋላ ኣነ እንተዘይሰደድኩልክን ንስኻትክን ደቂ ሹቕ ኢኽን ናይ ስራሕ ሰባት ስለ ዝኾንክን ዋላ ተለቂሕክን ክፈለኦ ኣነ ኣብ ዝሓጸረ እዋን ክሰደልክን እየ በጃኽን ሂወት ኣደይ ኣድሕናለይ ኢለ ለመንክወን። ኣምላኽ እንተይሎ ኩሉ ነገር ጸኒዑ እዩ ዝነብር ብኸሙ ኸኣ ኣደይ በቲ ገንዘብ እቲ ዘይኮነት ኣምላኽ ምሒርዋ ክትፍወስ እያ ዝኸኣለት ድምጻ ምስ ሰማዕኩ ኸኣ ኣዝየ ተሓጒሰ። ነቲ ሓሲበዮ ዝነበርኩ ስራሕ፣ ኣኪበዮ ዝነበርኩ ገንዘብን ኣብ ሓደ መዓላ ከውዕሎም እየ ኢለ ሓሲበ ኣይፈልጥን'የ። ኣምላኽ እንተ ኢልዎ ግን እንታይ ይሰኣኖ? ብቕልጡፍ'የ ኣብ ከሰላ ናይ መከፋፈሊ ድኳን ከፊተ ናብ ኡጋንዳ ዘምራሕኩ። ዝሓሰብክዎን ዝሓለምክዎን ይሰምረለይ ስለ ዘሎ ንኣምላኽ የመስግኖ። በዚ ከኣ ኣብ ኡጋንዳ ኣብ ካምፓላ ምስ ኣተኹ፣ ናብ ፈቐዶ ዓድታት ናይ ዩጋንዳ እንዳኸድኩ'የ እንታይ ዓይነት ቢዝነስ ተፈጠርኩ ይሓይሽ ብምባል መጽናዕታዊ ድሕረ ባይታ ክወስድ ዝተበገስኩ ኣብዚ እዋን'ዚ ድማ'ዩ ነይሩ። ኣብ ኡጋንዳ ምሳይ መተዓብይተይ ሰባት ይረከብ እሞ መጺኻ ዲኻ መጺኺ ዲኺ እንዳተባሃልኩ ሰላም ክብሎምን ንዓኣተን ድማ ንኣሽቱ ስለ ዝነበራ እምቧእ መዓዝ ኣወደይ ጎቢዝክን ኣንታ መግቢ ናይ ኡጋንዳ ግዲ ሓደ ነገር ኣለዎ'ዩ ኢለ ከስሕቖም ጀመርኩ። ኩላቶም መተዓብይተይ ንኣሽቱ ብዕድመ፣ ብገጾም ግና ኣዝዮም ዓበይቲ እዮም ዝመስሉ። ምሳኣቶም ኮይነ ከኣ ሓደ ናይ ስራሕ ልምዲ ስለ ዝነበረኒ ንዓኣቶም ከበጋግሶም ጀመርኩ። ንሳቶም እውን ቀለልቲ ሰባት ኣይኮኑን ነይሮም ኣብ ኡጋንዳ። ነናቶም ዝኾነ ስራሕ ስለ ዝነበሮም ምሳይ ክኣትዉ ኣይተጸገሙን። ህይወት ናይ ኡጋንዳን ከባቢኣን። ክለማመዶ ኣብ ዝጀመርኩሉ እዋን፣ ሓደ ካብቶም የዕሩኽተይ ይቖጽረኒ እሞ ብሓንሳብ ሻሂ ክንሰቲ ከነዕልል ናብ ሓደ ቦታ ከድና። እንዳዕለልናን እንዳተጻወትናን ኣብ ዝነበርናሉ እዋን ድማ፣ ነዛ ዓርከይ መተዓብይቱ ዝኾነት ሓንቲ መሓዛ ከም ዘላቶ ይነግረኒ እሞ፣ ሕጂ እዛ ዓርከይ፣ እዛ መሓዛይ ናብዚ ክትመጽእ እያ ኣብዚ ከም ዘለና ከኣ ሓቢረያ ኣለኹ ኣብቲ ገዛ ካብ በይና ኮፍ ትብል ወይ ካልእ ሓሳብ ካብ ትሓስብ ምሳና ኮይና ተዕልል እንታይ ጸገም ኣለዎ ድዩ በለኒ ካብ መደብና ወጻኢ ስለ ዝነበረ ንእሽተይ ተቖጢዐለየ ብድሕሪኡ ግን ጸገም የብሉን እንታይ ጓል ማለት ሰማት ኣይኮነን ድዩ ብምባል ኣነ ኣእምሮይ ከህድኦን ከረጋግኦን እየ ጀሚረ መሓዛ ማትካ ግን ኣፍቃርትካ ማለት ድዩ እዚ ናይ ሎሚ ኣበሃህላ ወሪሲካ ይመስለኒ ኢለ ከዕልሎ ጀመርኩ እዛ ዓርከይ ግን ሓደ መልሲ ሂብኒ ንሳ መሓዛይ ልክዕ ከም ሓፍተይ ገይረ ዝሪኣ ጓል ኣንስተይቲ ደኣ እምበር ኣፍቃሪተይሲ ኣይኮነትን ኣፍቃሪተይ ከኣ ብግዚኡ ከላልየካ እየ ሕጂ እንተላልናካ ከኣ ከይተዋጻእና ፈሪሕና ብምባል እንዳ ሰሓቐ ተዛረበኒ። ኣብ ከምዚ ሃዋህው ናይ ሰሓቕን ናይ ዕላልን እንከልና ድማ እዛ መታዕቢቲ ናይዚ ዓርከይ ኣንዳ ጓየየት እዋይ ይቕሬታ ይቕሬታ ሓሙሽተ ደቕዶ ዶንጌ እውይ እውይ ይቕሬታ ይትሓዘለይ ኣብዚ እንድዩ እንታይ ዝበሃል ኮይን ጸኒሑ ክራውድድ ኮይን በቃ እዚ መንገዲ ምልማድ ከኣ ኣብየ መስለን ነዚ ኩነታት ኣነሲ በጣ ብጣዕሚ በቃ ክስተይ ኮይነ ዘለኩ ተሸጊረ ዘለኩ ኣብዛ ዓዲ ክነብር ብምባል ትዛረቦ ቅልጥፍ ቅልጥፍ እንዳበለት ኣነውን ክሕዞ ስለ ዘይከኣልኩ ዳሓን ዳሓን ኣጆኪ ወፈሊ ዋእ ተረጋጊ እንታይ ጸገም ኣለዎ እዚ ደኣ እሞ ሓሙሽተ ደቂ ኣብ ሓሙሽተ ደቂቅ ይቅሬታ ትሓቲ ኣለኪ ከመይ ዓይነት ሰብ ኢኪ ብምባል ከስሕቃን ከረሳሳዓን ፈተንኩ ንሳ ግን እወ ኣበይ ኢና ንፋለጥ እሞ ይቅሬታ ምዘይፈልጦም ሰባት ደሓን'የ። ኢላ ፍሽኽ እንዳበለት ሓተተትኒ። ከምዚ ምባላ ንዓይ ጽቡቕ ነገር'ዩ። ኣነ'ውን ብዝሒ ኣዋልድ ክረክብ ዘይደሊ ወዲ ተባዕታይ'የ። ምኽንያቱ ኣዋልድ መሳሓትቲ፣ ኣዋልድ መጋገይቲ'የን። ክበሃላ ብዙሕ ድሰምዕ ብኸምኡ ከኣ ኣነ ምስ ዝኾነት ጓል ክላለ ባህጊ ኮነ መደብ የብለይን ሓዳር ከ መወዳእትኡ ክገብር ድየ ኢለ ክሓስብ ክጅምር ከለኹ ድማ ኦሆ ኣንታ ከምዛ በይንኻ ኮንካ እኮ ሂወት ጥዕምቲ የላን ብምባለየ ንርእሰይ ደተዓሻሽዎ ዝነበርኩ። ዘረባ ናይ ሰብ ሰሚዕካ ኣይትወስን ከም ዝበሃል፣ ብዓይነይን ብእዝነይን ክሰምዖ ኣለኒ። ንሳተን መጋገይቲ ደየን መሳሓቲ ደየን ንዓኣቶም ከምኡ ስለ ዝኾነኦም እተን ኣዋልድ ኣብ ሂወተይ ከምኡ የጋጥመኒ ማት ኣይኮነን ኢለ ኸኣ መሊሰ ንርእሰይ ከደዓዕስ እየ ጀሚረ። ምስዛ መተዓብይቲ ናይዚ ዓርከይ ድማ ከነዕልልን፣ ብዛዕባ እቲ ኣብ ኣእምሮይ ዘሎ ኩሉ ሓሳባት ብዛዕባ ኣዋልድ ከተረደኣንን ክማጎታን እየ ዝጀመርኩ። እዚ ዓርከይ ኣብ ኣዋልድ ደለኒ ረኣያ ስለ ዝፈልጥ እንዳ ሰሓቀ ዩ። ሕዚ ዓርከይ ተረዲእካ ዶ? ዘይተረዳእካ ነገር ተሎ ከኣ ብናይ ኣወዳት ጌረ ከረዳእካ እኽእል'የ። እንዳ በለ ዩ ነቲ እታ መተዓብይቱ ትዛረቦ ዝነበረት ዘረባ ከስተውዕሎን ከመይ ይርእዮ ከም ዘለኹን ክሓተኒ ዝጀመረ። ኣብቲ መጀመርታ መዓልቲ ምርኻብና፣ ንዓይ ብጣዕሚ እዩ ኣሲርኒ ክዛረብ ዋላ እየ እኮ ዘይከኣልኩ ኣዋልድ ከምኡ ምዃነን ግን ኣነ ይፈልጥኒ ነይረ ብምባል እየ ዘረባይ ክዓጹ ዝኸኣልኩ ኣብ ካልኣይ መዓልቲ ክንራኸብ ምዃንና ዋላ እኳ ቆጸራ እንተሓዝና ኣነ ምስታ ጓል ጥራይ በይና ክራኸብ ደልየ ከም ዘለኹ ነዚ ዓርከይ ነገርክዎ ኣዝየ እናተሓጎስኩ ከኣ እምበር በይንኹም ክትዕሉ ደሊኹም? እዋ ጸገም የለን በይንኻ ክትረኽባ ግን ርግጸኛ ዲኻ? ምክንያቱ ከመይ ዓይነት ጠባይ ከም ዘለካ ስዝፈልጥ ኣነ በጃኻ እዛ መተዓብይተይ ከይተሰንብደለይ ብምባል ኣጠንቂቑ ክራኸባ ከም ዝኽእል ኣፍቀደለይ። እዛ መተዓብይቱ ኣዝዩ ጥዑም ዝኾነ ላዛ ዘለዎ ቃላት እያ ትዛረብ። ኣብ መሬት ዘይወድቕ ብኹሉ ዝተረጋገጸ ሓቀኛ ዝኾነ ታሪኽ ሓቀኛ ዝኾነ ሓሳብን እያ ተምጻለይ ዝነበረት ብኸምዚ ከኣ በቲ ናታ ዘረባን በቲ ናታ ሓሳብን ተሰሊበ ገለ ስምዒታት ክስመዓኒ እዩ ዝጀመረ ሓቀይ ዶ ይጽለል ኣለኹ እንዳበልኩ እየ ናብ ኣእምሮይ ክምለስ ዝጋደል ዝነበርኩ ግን መወዳእትኡ እቲ ናታ ጥዑም ዝኾነ ሽታን ጥዑም ዝኾነ ቃላታን ብዘይደለኹዎ መንገዲ ክማርኸኒ ዝጀመረ። ኩሉ ሳዕ ክረኽባ ከም ዝደሊ ኣነ ብዘይ ብኣኺ ካልእ ጓል ትኾነኒ ኮይኑ ይስምዓንን እዩ ምስዚ ኩሉ ድኻመይ ክትጸረኒ ትኽእል ንስኺ ጥራይ ኢኺ ስለዚ በጃኺ ካባይ ኣይትፈለዪ ብምባል ኩሉ ሳዕ ክረኽባ ከም ዝደሊ ሕቶይ ርእይቶይ ኣቕረብኩላ። በዚ መንገዲ ከኣ እዛ መተዓብይቲ ዓርከይ ኣዝያ ስለ ዝፈተወትኒ ድዩ ዋላስ ሞገስ ስለ ዝረኸብኩ'ዩ ኣይፈለጥኩን ግን ንሳ'ውን ክትረኽበኒ ከም ትደሊ እያ ዘዕለለትኒ። ኣብ ውሽጢ ውሑዳት ኣዋርሕ ከኣ ፍቑራት ኮይንና። መንገዲ ናይ ኡጋንዳ ብናትና ርጋጽ መሊኡ። በዚ ክንከይድ በቲ ክንምለስ በቃ ናይ ፍቕሪ ግዜ ክንደይ ክጥዕም'ዩ ክሳዕ ዝብል'የ ኮይነ። እቲ ሓዳርከ ከምዚ ማለት ድዩ? እዋይ ኣነስ ብሓቂ እኮ ንዓኺ ተዘይረኽብኪ ነይረ እዚ ኩሉ ህይወት መጓነፈኒ ዶ? ብምባል ክዛረባን እቲ ናተይ ሕቶ ከቕርበላን ዝጀመርኩ። ንሳ እውን ከምዚ ከማይ ንዓኻ ተዘይረክብ ነይረ እዚ ህይወት እዚ ኣይምስተማቐርኩዎን። ምኽንያቱ ካበይ ካብ ከመይ ዓይነት ህይወት ከምዝወጻኹ ኣነ ባዕለይሰ ዝፈልጦ። ብዙሓት ሰባት ከምዚ ናትካ ምሳይ ዘይሮም እዮም ግን ከማኻ ዝበለ ኣፍቃሪ ኣይረኸብኩን። ዝረኸብኮም ኣወዳት ፍላይ ኣብ ኡጋንዳ ክልተ መዓልቲ ሰለስተ መዓልቲ ናይ ጽሞና ግዜ ናይ ዕላል ግዜ ይገብሩ እሞ ብድሕሪኡ ግን ንወርሒ ዝኣክል ክጽመሙ ዘይክእሉ ኣብ ናይ ርክብ ስምዒት ዝኣተዉ ብናይ ርክብ መንፈስ ከኣ ዝተገዝኡ ሰባት በቃ ኩሉ ሳዔም ንርክብ ደሓቱኒ ኣነ ግን ከይተመርዓኹ እዚ ትብሉን ዘለኹም ነገር ክገብር ፍቓደኛ ኣይኮንኩን። እንተዘይኮይኑ ርክብና ኣብ ከምዚ እዩ ዝውድእ እንተኢልኩምኒ ወድእዎ። ኣወዳት ኣብዚ ዓለም ኣይተሳእኑን፣ ንዓይ ዝበሎ ከኣ ፈጣሪ ሒዝለይ ኣሎ ብምባል ምስ ኩላቶም ተባኢሰ'የ ሕጂ መወዳእትኡ ንዓኻ ዝረኽበካ ዘለኹ። ክትዕልለኒ ከላ ሓንሳብ ክትነብዕ ሓንሳብ ከኣ እንዳሰሓቐት ዝሓለፈቶ ጎደና ከተዕልለኒ ከተዘንትወለይ ጀመረት። ከምዚ እንዳበልና ንልዕሊ ሓደ ዓመት ከም ፍቑራት ኮይና ተጓዓዝና። ብስራሕ ምኽንያት ናብ ጁባ ክኸይድ ምዃነይ ነጊረያ ከኣ ናብ ጁባ ተበገስኩ። ኣብ ጁባ እቲ ዝነበረኒ ናይ ስራሕ ልምዲ ነጊረ ድማ መኪና ክሕዝ ከም ዝኽእል፣ ዓበይቲ መኪናታት ዋላ ክዝውር ከም ዝኽእል ንዓኣቶም እቲ ናተይ ኣፕሊኬሽን ጽሒፈ የእተኹሎም። በጋጣሚ ኮይኑ ከኣ ካብ ጁባ ናብ ኡጋንዳ ጥራይ ዘመላልስ በዓል መኪና ኮይነ ተቖጸርኩ። እተን ድሕዘን ዝነበርኩ መኪና ከኣ ዓበይቲ መካይን እየ ድሕዝ ዝነበርኩ። ንልዕሊ ክልተ ዓመት ጁባ ኡጋንዳ፣ ጁባ ካርቱም እንዳበልኩ ብጣዕሚ ብዙሕ ዝኾነ ስራሓት ክሰርሕ እየ ዝጀመርኩ። ኣብ ከምዚ ናይ ስራሕ መንፈስ እንከለኹ እዛ ኣፍቃሪተይ ኣብ ፈይስቡክ ተጠቂዓ ምስ ብዙሓት ካልኦት ኣነ ዘይፈልጦም ኣወዳት ተሓቛቒፋ ክትስኣልን ንገሊኦም እኳ ኣብ ምዕጉርቶም እንዳሰዓመት ክትሰኣል ኢያ ዝሪኣ ዝነበርኩ ተለጢፋ ከምዚ ኢላ ኣብ ስቶሪ ኣብ ገለ መለ ኣትያ እንታይ ኢያ ትገብር ዘላ ንሳ ድያኸ ዋላስ ንዓኣ ትመስል ጓልያ ብምባል ዘላቶ መንገዲ ክፈልጥ ናብኣ ክኸይድ ከምዘለኒ ተረዳእኩ። ኮነ ከኣ በቲ ኣነ ካብ ጁባ ናብ ኡጋንዳ ዝኸደሉ ዝነበርኩ እዋን ኣብ ካምፓላ ንንውሕ ዝበለ ሰዓታት ክጸንሕ ምዃነይ ነቶም ኣስራሕተይ ብምድዋል ሓበርክዎም። ናብኣ ደዊለ ከኣ ኣበይ ደኣ ኣለኺ? በልክዋ። ኣዝዩ ብርቡሽ ዝኾነ ቃላት ኣብ ገዛ ኣለኹ ሕጂ ደኣ ኣበይ ዲኻ ዘለኻ? በለትኒ። ኣነ ደኣ ኣብ ገዛ እንድየ ዘለኹ ንስኺኸ እኩብ ገዛኺ ዘየለኺ ኣበይኺ ዘለኺ ንገርኒ በልክዋ ኣዝያ ብምርባሽ በጃኻ ከምኡ እይትበል ኣነ ኣስቤዛ ክገብር እየ ወፅየ ፀኒሐ ብምባል ብዙሕ ኮለል መለል ክትብል እያ ዝረኸብክዋ እዚ ዝበልክዋ ኣነ ኣብ ገዛ ስለ ዝነበርኩ ዘይኮነስ ኣብ መንገዲ እየ ነይረ ንሳ እንታይ ኢላ ከም ትምልሰለይስ ክፈልጥ ስለ ዝደለኹ እየ እምበር ኣብ ገዛኣ ከም ዝጸንሓንን ዘይጸንሓንን ኣረጋጊጸ ኣይኮንኩን ዝደወልኩላ። ኣብኡ ከለኹ ግን ኣበይ ከም ዘላ ፈለጥኩ። ኣብቲ ቅድሚ ናይ ገዛውትና ምብጽሑ ከኣ ኣብ ሓደ ኣንጎሎ ኮይነ ኣብ መኪናይ ጠጠው ኢለ ክጽበያ ክሪኣን ጀመርኩ። ምሳኣ ከኣ ሓደ ወዲ መጺኡ ሓቂፉ ስዒሙ ቻው ክብላ ረኣኹዋ። እንቧእ እንታይ ዓይነት ድፍረት ደኣዩ ወደይ'ዚ ሕጂ ከኣስ ኣብ ገዛይ? ብምባል ስቕ ኢለ እንታይ ከም ትገብር ተጸበኹዋ። ናባይ ብምድዋል ከኣ እንታይ ደኣ ከይድካ ዲኻ? በጃኻ ተመለስ! በጃኻ! ሕጂ እንድየ መጺኣ ኣነ ከኣ ኣስቤዛ ገለ ክገብር ጸኒሐ ብምባል ሓሰወትኒ። ደሓን ጸገም የለን ኣብታ ኣንጎሎ እንድየ ጸኒሐ ኣነ ሕጂ ክመጽእየ በልኩዋ። ኣትየ ከኣ ሰላም ድሕሪ ምባል እንታይ ደኣ ኣስቤዛ ከድኣቢ'ሎ ዋይ በጃኻ ግደፈኒ ኣስቤዛ ከምዚ ሎሚ ከቢሩ ይፈልጥን'ዩ በተን ንስኻ ዝሰደድካለይ ገንዘብ ከኣ ክሳብ ሕጂ ጸኒሐ ኔረ ባእ በጃኻ እዚ ኣስቤዛ ናይ ኡጋንዳ ከኣ ብጣዕሚ እንዳኸበረ ከይዱ በለትኒ ኣስቤዛ ናይ ኡጋንዳ ካብ መዓስ ከቢሩ ይፈልጥ በታ ኣነ ዝሃብክዋ ገንዘብ ኣሽንኳይ ዶ ንኣስቤዛ ንኻልእ ንብረታት ከገዝእ ዝኽእል ኣይኮነን ድዩ ብምባል ተቛየቕክዋ እዛ ጓል ግን ብዙሕ ኮለል ክትብል ጀመረት በታ ለይቲ እቲኣ ብሓንሳብ ክንድቅስ ርክብ ክንገብር ከም ዘለና ሓተትክዋ። ንሳ ግን ኣነ እኮ ኢለካ እየ ቅድሚ መርዓ ድኾነ ዓይነት ርክብ ክገብር ድልውቲ ኣይኮንኩን። ዋእ ኣነ ናትካ እንድየ ስለምንታይ ከምኡ ኢልካ ንዓይ ከም ትኸስረኒ ትፈርሕ ኣለኻ ማዕረ ኹን ዶ ባይ ትኹን ግደፍ በለትኒ ኣነ በቲ ንሳ ትገብሮ ዘላ ብ ደገ ክኸሳ ምኸኣልኩ ግን ደሓን ጸገም የለን ትመሃር እያ ብምባል ምሳኣ ከይሓደርኩ ኣብ ሳሎን ሓዲረ ንንግሆኡ ናብ ስራሕ ተመለስኩ። ስርሐይ ብግቡእ ጌረ ከኣ ናብ ኡጋንዳ ንዕረፍቲ ኢለ ከኣ ተመለስኩ። ሕጂ ውን ኣብ ገዛኣ ኣይጸናሓትንን። ወርሓዊ ዕረፍቲ ስለ ዝነበረኒ ንሳ እንተ ተመሃረት ብምባል ስቕ ክብል፣ ክኹሪ፣ ጀመርኩ። ፈጺማ ግን ኣይርድኣን'ዩ። እንታይ ደኣ ኣይትወጽእን ኢኺ ደኣ ሎማዓንቲ? ብምባል ካብቲ ገዛ ደፋፊኤ ከውጽኣ ክሳዕ ዝደሊ ኰንኩ። ስምዓኒ እንዶ፣ ኣነ ኣበይ እወጽእ ትፈልጠኒ ዲኻ ንዓይ? ኣስቤዛ ክገብር ኣይኰንኩን እንድየ ብቐዳማይ ወጺኤ ዝበልኩኻ። ብኡ በቃ ጠርጢርካኒ? ብምባል ነቲ ዘረባኣ ኣዝያ ከተትርሮን ትንዕ ኢላ ክትምልሰለይ ጀመረት። ዋላ ሓንቲ ዘይትርዳእ ጓልንስተይቲ ምዃና ምስ ተረዳእኩ፣ ንዓኣ ከምቲ ናታ ግብሪ ከምኡ ገይረ ከረድኣ ኣለኒ ብምባል፣ ኣነ እውን ካልኦት ኣዋልድ ሒዘ ናብ ገዛ ክመጽእ ጀመርኩ። በሊ ተላለያ እዚኣ ከኣ ናይ ኡጋንዳ መሓዛ እያ፣ ኣተላልያ ኢለ ኣብ ገዛ ሓዲገየን ክወጽእ ተመሊሰ ከኣ፣ ነነብል ሓደ ከፋንወኪ ብምባል ነታ ካብ ደገ ሒዘያ ዝመጻኹ ኡጋንዳዊት ትኹን ኤርትራዊት ሒዘያ ምስኣ ከማስን ኣፋንየያ ከኣ ምሸት ለይቲ ክመጽእ ጀመርኩ። እዛ ኣፍቃሪተይ ግን ወላሓንቲ ክስምዓ ኣይጀመረን እምበሺ ደኣ መመሊሳ ነቲ ናታ ጌጋታት ክትውስኸሉ እያ ዝጀመረት። እዛ መታዓቢቲ ዓርከይ ግን እንታያ ትኾን ደላ? ብድሕረይ እንታይ ኣጋጢምዋ ብምባል ንዓኣ እውን ከረድኣ እንተፈተንኩ ዋላሓንቲ ትርዳእ ሰብ ግን ኣይኮነትን ብጣዕሚ እያ ተለዊጣትኒ ፈዊሶማ ድዮም እንታይ እየ ገይርማ ብድሕረይ እንታይ እዩ እዚ ኩሉ ነገር ኣስዒቡላ ዘሎ በቲ ዝሰርሖ ዝነበርኩ ስራሕ ኣብቲ ዝሰርሖ ዝነበርኩም ቦታ ምስ ብዙሓት ኣዋልድ የራኽበኒ ዋላ እኳ እንተ ነበረ፣ ኣነ ግን ኣፍቃሪት ኣላትኒ ኢለ ጸኒዐ ዝነብር ዝነበርኩ ሰብ እየ። ምስ ብዙሓት ኣዋልድ ክድቅስ ድሌት እንተ ዝነብረኒ ነይሩ፣ ኣዋልድ ኣብ ጥቓይ ውሑዳት ኣይኰናን ነይረን። ግን ዝኣተኽዎ ኪዳን ኣዝዩ ቀሊል ስለ ዘይነበረ፣ ካብተን ዝፈልጠን ኣብ ጁባ ኰይነን ከኣ ሰብኣይ ዝደልያ፣ ጎርዞታት፣ ሓንቲ ካብኣተን ናብ ኡጋንዳ ከዛውራ ኢለ ሒዘያ መጼ ነይረ። ንበዓልቲ ቤተይ ናብ ሓደ ሬስቶራንት ወሲደ ክጋብዛ ምዃነይ ክንሳኻ ክትቀራረብ ከም ዘለዋ ነገርክዋ። ብሕጉስ ገጽ ኣይተቐበለቶን ግን ክዳውንታ ቀያይራ ብሓንሳብ ተበገስና። ነዛ ካብ ጁባ ክትዛወር ኢለ ሒዘያ መጽየ ዝነበርኩ ምልክዕቲ ጎርዞ ከኣ ደዊለ ኣብ ከምዚ ሬስቶራንት ኣለና ባዕለይ ዝኸፍሎ ራይድ ምጺኢኺ በልክዋ። ንሳውን ኣይሓመቐትን ኣብ ሰዓታ ደበኽ ኢላ ልክዕ ከምቲ ሰበይተይ ተኸዲናቶ ዝነበረት ክዳን ካብኡ ዝበልጽ ክዳን ተኸዲና ረኣኽዋ። እዚ ኩሉ ገንዘብ ደኣ ካበይ ኣምጺእክዮ? ኢለ ሓተትክዋ። በቲ ንስኻ ዝሃብካኒ ገንዘብ። እዋ ከመይ ድየ ሴቭ ዝገብር ነይረ? በለትኒ። ካብኣ ኣዝያ ብዕጽፊ ትበልጽ ኰይና ስለ ዝተራእየትኒ ድማ፣ ኣንቲ ስኽስ ከመይ ዓይነት ጐበዝ ኢኺ! ሰብኢት ኢኺ'ኮ ንስኺ! ኢለ ክንእዳ ጀመርኩ። እዛ ኣፍቃሪተይ ግን ዋላ ሓንቲ ግብረ መልሲ ኣይሃበትንን። ስቕ ኢላ ጥራይ መግባን በቲ ንሕና ንዛረቦ ዘለና ከኣ ፍሽኽ እንዳ በለት፣ እወ ጽቡቕ ኣለኹም ሓቅኹም፣ ኢላ ክትምልሰልና ጀመረት። እሞ ኣነ ክገርፈኩም'ዶ ቆጸራ ኣላትኒ፣ ይቕሬታ፣ ኢላ ካብቲ ጣውላ ተሰእት እዛ ኣፍቃሪተይ እንታይ እያ ትኸውን ደላ ንዓኺ ኢለ ኣይኮንኩን ድየ ኣነ ካብ ገዛ ናብ ሬስቶራንት ኣውጺኤ መግቢ ዘብልዓኪ ዘለኹ እምነት ድዩ ክንብሎ ዋላ ዕሽነት ክርድኣኒ ኣይከኣለን ምስዛ ካብ ጁባ ዘምጻኹዋ ምልክዕቲ ጎርዞ ድማ ዕላልና ቀጺልና ብዝሒ ኣነ ከኣ ዋይን ሰትየ ስለ ዝነበርኩ ርእሰይ ጽርውርው ክለን ጀመረ። ሒዛትኒ ከኣ ናብ ሓደ ሆቴል ከድና። ብሓንሳብ ድማ ሓደርና። እንዳ ተረደኣኒ ምሳኣ ርክብ ገበርኩ። ካባይ ከኣ ናይ ሓደ ወርሒ ጥንሲ ከም ዘለዋ ድሕሪ እቲ ናብ ጁባ ዘብጻሕኩዋ እዋን ነገረትኒ። ኣዝዩ ዓቢ ዝኾነ ጌጋ'የ ተጋግየ። ከምዚ ክገብር ኣይነበረንን። ንሳ እኳ ጠኒሳ ኣይመጸትንን ኣነስ እንታየ ዝገብሮ ወደይ ንዓኣ ከቅንእ ኢለ ኣብ ናታ ቦታ ኣትየ ዕሽነት ሰሪሐ እየ ሕጂ እንታየ ክገብሮ እዚ ኩሉ ነገር ብምንታይ እየ ከማሓድሮ ዝክእል ኣጥኒሰ ኣለኩ እንተ ኢለያከ ከመይ እያ ክትከውን ብሰንከይዶ ነብሳ ትቀትል ትከውን በቲ ዝእክቦ ዝነበርኩ ገንዘብ ፕሮሰስ ክጅምር ከም ዝኽእል ቅድም ቅድሚ ናብ ኡጋንዳ ምምጽእይ ምስ ሓደ ዓርከይ ኣብ ኣሜርካ ዝቕመጥ ንዛሃርብ ኔርና ኢና ካብ ትሽዑ ሰዓት ኣትሒዘ ከኣ ገንዘብ ክእክብ እየ ዝጀመርኩ ብኸሙ ከኣ እቲ ገንዘብ ሂበዮ ፕሮሰስ ኣብ መንገዲ እንከሎ እዩ እዚ ኩሉ ነገር ኣጋጢምኒ ዘሎ እዛ ምሳይ ሓዲራ ካባይ ዝጠነሰት ከባቢ ሰለስተ ወርሒ ምስ ገበረት ድማ ናብ ኣሜርካ ሰሊጥኒ እየ ዝኸድኩ። እዛ ኣፍቃሪተይ ከኣ ብምድዋል ልበይ የሕቢጣትኒ ኣላ። እንታይ ስለ ዝኾነት እያ ትድውለለይ ዘላ? ኣብ ኡጋንዳ እንከለኹ ጁባ፣ ከሰላ እንዳበልኩ እንዳሰራሕኩ ልዕሊ ኣሽሓት ዝኾነ ዶላራት ድሰደላ ዝነበርኩ ኣነ ኮንኩ እንዴ ሕጂ ድኣ ንምንታይ ኣሜርካ ኣሜርካ ትብል ኣላ ስለምንታይ ንዓይ ብእሙንነት ዘይቀረበትኒ ወይስ ከተምስል ኢላ እያ ካልእ ሕብሪ ሒዛ ንዓይ ዝቀረበትኒ ኣይተረደኣንን ነዛ ካባይ ዝጠነሰት ግን ምሳይ ምሉእ ግዜ የሕሊፋ ጠባየይ ባህርየይ ኣጽኒዓ ኣይኮነትን ምሳይ ዝሓደረት ግን ስለ ዝኣመነትኒ ዩ። እዛ ካባይ ዝጠነሰት ኣብ ጁባ ክትረኽበኒ ከላ ብጀካ ጥዑይ ቃላት ከምዛ ኣፍቃሪተይ ካልእ ተዛሪባ ኣይትፈልጥን እያ። ካብኣ ፍልይ ዘብላ ነገር እንተሎ ሓደ ነገር ዩ ምሳይ ኣሚና ምድቃሳ ዩ። ንገንዘብ ኢላ ወይ ንኻልእ ነገራት ኢላ ኣይኮነትን ስዒባትኒ ኣነ ባዕለይ እየ። ንዕናይ ተዛወሪ ኣብዚ ተቀሚጥኪ ክንድዚ ዓመታት ታይ ክትገብሪ ኢኺ ትተርፊ ዘለኺ ካባይ ኣነ ከለኹ ኣነ ካኣ ይኽፍለክንየ ኢለ እንዳ ሰሓቅኩ ዘምጻእኽዋ ካብ ኣፋ ዘይትፈልዮ ሓደ ነገር ኣበሃህላ ግን ኔሩ። ኣብ ሂወት ኣብ ዝምድና እሙን ምዃን ኣዝዩ ኣገዳሲ እዩ። ንጡፍ ተወፋይነትን ቅንዕና ዝመልኦ ርክብን ጽኑዕ ውልቃዊ ዶባትን ይሓትት። ምትእስሳርካ ብንቕሓት ምሕብሓብን ስምዒታዊ ወይ ኣካላዊ መስመራት ከደብዝዙ ዝኽእሉ ኩነታት ምውጋድን እዩ። እንዳበለት እያ ኩሉ ሳዕ ካብ ኣፋ ዘይትፈልዮ ብዛዕባ ናይ እሙንነት ዘለዋ ርድኢት ትገልጸለይን ተካፍለንን ዝነበረት። ዋላ ናብ ኣሜሪካ ምስ ከድኩ በዚ እታ ኣፍቃሪተይ እትህበኒ ዘላ ዘረባ ዘይኮንኩ ዝናበር ዘለኹስ በቲ ነታ ዘጥነስኩዋ ንዓይ ዝመስል ውላድ ውን ዝወለደትለይ ጓል ኣንስተይቲ እየ ዝናበር ዘለኹ የሕዋተየ ነዚ ዛንታ ናባኹም ዘቕርቦ ዘለኹ ካባይ ክትመሃሩ ቅነ ከኣ ብመሰረቱ ኣዝዩ የዕናዊ ነገር ምዃኑ ክርደኣና ስለ ዝደለኹ እየ። ቀጺለ እውን ኣተኩሮና ካብ ናይ ገዛእ ርእስና ዕላማታት ኣርሒቑ ናብቲ ካልኦት ዘለውዎ ነገራት ስለ ዘሰጋግር፣ ናይ ዘይምብቕዓት፣ ምረትን ቂምታን ስምዒታት ስለ ዝወልድ፣ ንውልቃዊ ዕቤት ከም መሳርሒ ኣብ ክንዲ ዝሰርሕ መብዛሕትኡ ግዜ ንጥዕና የእምሮ ይምርዝን ንዝምድናታት ከኣ ኣዝዩ ስለ ዝሃስዮ። የሕዋተየ ኣነ በዚ ነገር እዚ ተጠቒዐ ኣብ ዘይፈልጦ ሂወት ክኣቱ'የ ተገዲደ። ስለዚ የሕዋተየ ኣነ ነዛ ኣፍቃሪተይ ክነግራ ዶ ዋላስ ክገድፎ እንዳ በልኩ ክሳብ ሕጂ ምሳይ ምዝርራብን ምሳይ ዘለዋ መስመር ከኣ ኣይቋረጸቶን ዘላ እንተ ነገርክዋ ካባይ ትርሕቅ ዶ ዋላስ ነዛ ኣፍቃሪተይ ከይነገርኩ ነዛ ካባይ ዝወለደት ጓልንስተይቲ ክሓቁፋ እንታይ ይሓይሽ ምክርኩም ኣብ ቦታ ኮመንት ግደፉለይ የቀኔለይ።